ሰላም ኣሕዋት ኣብ ናይ ልምዓት ቪድዮና ኣብዚ ማሕበራዊ ሚድያ ሓደሽን መዘራረብትን ዘሎ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ ዓመት ሙሉእ ተማላሊሰ በዛ ታክሲ ሓንቲ መዓልቲ ኤረትራ ወይ ከኣ ኤረትራዊት ኣጋጢማትኒ ኣይትፈልጥን እያ። ብምንታይ ትሽፍን እየ ሕጂ ዝተወቅጥክዮ ዘለኺ መልሲ። ኤርትራውያን ብዘይ ድሌቶም ካብ ኢትዮጵያ ተሰጉጎም ንኤርትራ ኣትዮም ኣለው። ናብራኻ እንዳ ገበርካስ መጺኡ ከምኡ ክብሃል ከሎ ነውሪ እዩ። እዚ ኩሉ የሽሓት ተጀንጂሮም ዘይዝንጥፍ።
ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማናትኩም ተመሊሰ መፅእ ኣለኹ እሺ ኣሕዋት ቅድሚ ኩሉ ንሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን ስይስኣን ብምቕፃል ናይ ልምዓት ቪድዮና ከም ዝተለመደ ክንስዕ ክንጫወት ክንዘናጋዕ ኣብዚ ማሕበራዊ ሚድያ ሓድሽ ዘለዉ ነገራት ክንርኢ ብሓደ ኣብ ቦታና ተረኺና መፂና ኣለና ንቻነል እዚ ሓድሽ ዝኾንኩም ሰባት ተሃሊኹም እንታይ ጽቦ ኣለኹም ሰብስክራይብ ብምግባር ቤተሰብ ኾኑ ብምቕጻል ነዛ ቪድዮ እዚኣ ድማ ናብ ብዙሓት ሰባት ክትብጽሕ ስለ ዘለዋ ላይክ ሼር ምጋር ንረስዕ ሕዚ ናብ ቪድዮና ክእትወኩም እዩ ክሳብ መወዳእታ ቪድዮና ምሳኹም ትከታተሉ ብኽብሪ ዝሓትት ሰናይ ጻንሒት እሺ ኣሕዋት እስቲ ቪድዮና መጀመሪ ክኾነ ናብዚኣ ንጀምር እንታይ እስከ ጀማዓ እዛ ቪድዮ ናብ ኣዋልና ባ ኣብፅሑለይ ናብ ኣዋልና ኩላትና ኣብፅሑለይ ኣዋልድ እዚ ነንሕድካ ምድንናቕ ባህሪ ባኻበይ ኢኽና ኣምፂኽኖ ካበይ ኢኽን ኣምጺኽንኦ ናይ ብሓቂ ዘንሕድካ ኣብ ምድንናቕ ባህሪ ሓንቲ ካብ ጀማዕኽን እንድሕር ኣብ ኢንስታግራም ስእሊ ፖስት ተይላ ኦህ ቤቢ ገርል ኦህ ሺት ኡይ ክትጽብቒ ንግስቲ ናተይ ኩዊን ገለ መለ ገለ መለ ኦህ ማይ ጋድ ዋ ይገርመካ ካብ ጀምዓና እንድሕር ሓደ ወዲ እንድሕር ኣብ ኢንስታግራም ፖስት ተይሉ እሱሪ ሪኢና እቲ ፖስት ዝበሎ ሪኢና ድሕሪ ሰሙን ድሕሪ ክልተ ሰሙን ሓንሳ ሓንሳ ውን ድሕሪ ወርሒ ክጸልና ይኽእል እዩ ኣደንጊጽና ናይ ፋየር ምልክት ኣብታ ኮሜንት ንጽሕፍ ንሱ ውን ቅጭ እንታይ መጺእና ክንገድፎ ንኽእል ኢና ንስኽን ግንስ ነንሕድካ ምድንናቕ ባህሪ ካበይ ኢኽን ኣምጺኽንኦ ናይ ብሓቂ
እሻዋ እዚ ሓውና ከም ሰማዕናዮ እዩ ማለት ሓቁ እዩ ኣዋልድ ኣወዳት ዘሎ ፈላላይ ኣፈላላይ ከይመስለኩም ማለት ከምዛ ዝነገረኩም እዩ ኣዋልድ ብጣዕሚ ይኽን እርስ በርስኽን ብጣዕሚ ትዳናነቓ ኣወዳት ወይ የለን ኣይሰርሕን ምስሩ ንምቕፃል ሲ ኣነ እውን ይገርመኒ ብጣዕሚ ዝገርመኒ እንታይ እዩ ዝምስጢሩ ማለት ሓቂ ድዩ ካብ ልብኽን ድዩ ወይስ ፈሊጥኽን ኢኽን እዚኣ ክንፈልጥ እንደሊ ኢና ንቐፅል ኣሽሓት ካብዚኣ ምቐፃል ንሪኣ ቪድዮ ብፍላይ ድማ ነወዳት ብጣዕሚ እያ ትምልከተና ሲ ብፍላይ ኣወዳት ክንረሃረብ ይግባኣና እንታይ እዩ ፀገም ኣባሓጎታትና ኣብ ሰላሳ ዕድምኦም ረእዎ ከምዚ ዓይነት መልክዕ ኔርዎም ኣብ ሰላሳ ዕድምኦም ኣባሓጎታትና ኣቦታትና ከኣ ኣብ ሰላሳ ዕድምኦም ከምዚ ዝበለ ግርማ መልክዕ ኔርዎም ንሕና ኣብ ሰላሳ ዕድምና ረእዩ ክቡራት ተዓዘብቲ ኣብ ሰላሳ ዕድምና ኣሪግና ዓጂስና ገጽና እስርስር ኢሉ ገጽና ዕጥርጥር ኢሉ እንታይ እቲ ሽግር ታይ እ ደቂ ተባዕትዮ ኣብ ሰላሳ ዕድመኦም ቀደም ከምዚ ዝመሰለ ግርማ ዝነበሮም ኣብ ኣቦታትና ቁሩብ ጉድል ኢሉ ኣባና ረእዎ ኣብ ሰላሳ ዕድመና ከይዱ እቲ እንታይ እዩ እቲ ጸገም እንታይ እዩ እቲ ሽግር ክቡራት ተዓዘብቲ እ ናይ ደቂ ተባዕትዮ ሽግር እንታይ እዩ ማዕረ ከምዚ ዘንቆልቁል ዘሎ ክቡራት ተዓዘብቲ እንታይ እዩ ኮይኑ ግርማን መልክዕን ደቂ ተባዕትዮ ዝጠፍእ ዘሎ እንታይ እቲ ሽግር ከምዚ ዘሎ እንተ ቀጺሉሞ ደቅና ኣብ ሰላሳ ዓመቶም ከመይ ክመስሉ እዮም መስለኩም? ከምዚ ትርእይዎ ዘለኹም ክመስሉ እዮም።
ኣረግደስ እዚኣ እሽሖ እዚ ቪድዮ ከም ዝረኸሞ ይኹም ማለት ብጣዕሚ ዝገርም ቀደም ወለድና ዋላ ዓብዮም ሲ እቲ ተኣሽሞም ክትሪኦም ከለካ ኖርማል እዮም ብፍላይ ስእሊ ገለ ገለ ክትሪኦም ከለካ ኖርማል እዮም ኣነ ታይ ይመስለኒ ትሽዑ ሳቶም ኣብ ኣርዓ ዓመቶም ኣብ ሰላሳን ገለን ዓመቶም ዝወስድዎ ነበሩ ሓላፍነት ሲ ንሕናስ ገና ኣብ ዒስራን ገለን ዓመትና ንሕዞ ንወስዶ ሓላፍነት ገና ሰላሳ ከይመለና እዚ ሓላፍነት ንወስድ እሞ ካብኡ ትገፅሱ ገና ብቆልዕትና ናለና እሺ ኣሕዋት ኣብዚ ድማ ታይሎና ኣሎ ከልብታት ድዩ ዝበሃል ወይስ ኣኻልብ

ደቂ ገዛውቲ ትብሎ
ቆልዑት ኢልካ እንታይ ዝብል ቆልዑታት ቆልዑ ኢልካ ቆልዑታት ትብል ቆልዑት ኣብ ነካነ ብእውነት ክላስ ናይ ትግርኛ ኣለካ ኣይኮነን ብእውነት ብለካ ኣለኹ ብክልተ ሽሕ ትሕዘላ እዚኣ ዋይታት ዝኾነ መዓልቲ
ሽሕ ዋዛ ቪድዮ ከም ዝሰማዕኹም ኢኹም እንታይ ኣከራኺራቶም ከልቢ ድዩ ዝበሃል እባ ከልብታት ድዩ ዝበሃል ወይስ ኣኻልብ እንታይ እዩ ዝበሃል ኣነ ከም ዝመስለኒ ከልብታት ኣይበሃልን ኣኻልብ ኣኽላብ ዶ እሺ ኣሕዋት ካብዚ መቐፃ ዘርእኩም ቪድዮ ማለት እዩ ናይ ኤርትራ ተዋሳእቲ ደረፍቲ ገለመለ እየን ናይ ኩለን ሰሓቕ ኣብ ሓደ እዩ እዚ ቪድዮ ናይ መን ሰሓቕ ተመችኩም ኣብ ኮመንት ክትፅሕፍሎ ይደሊ እየ ናይ መን ሰሓቕ ደስ ኢልኩም

እሽሕዋ እዛ ቪድዮ ከም ዝረእኹማ ይኹም ብዙሕ ሰሓቓት ኣብ ሓፂር ቪድዮ ርኢና ናይ መን ሰሓቕ ተመችኩም ኣነ ኩሉ ደስ ኢልኒ እዩ ኣብ ኮመንት ፃሓፉ ሊስቲ እሽሕዋት ኣብዚ ዝማታ ኢሉና ኣሎ ጥረ ገንዘብ ኣብ ገዛኹም ግድን ሓዙ እሺ ጥረ ገንዘብን መግብን ግድን ኣብ ገዛኹም ሓዙ ይበሃል ኣሎ ማይን መግብን ንውሕስነት ዝኸውን ከምኡ እዊን ጥረ ገንዘብ ኣብ ገዛኹም ግድን ከተቐምጡ ኣለኩም ኢሎም እዞም ናይ ሰንትራል ባንክ ናይ ኤውሮጳ ሓቢሮም ኣለው ከምኡ እውን ሲኤንኤን እንተ ወሓደ ከባቢ ሓሙሽተ ሚእቲ ይኸውን ኣብ ገዛኹም ክትሕዙ ኣለኩም ምኽንያቱ ባንክ ሲስተም ዝኾነ ከጋጥም ቴክኒካል ከጋጥም ስለ ዝኽእል ክዕጾ ስለ ዝኽእል ኣብ ዝደለኹምዎ ከም ቀደምኩም እንዳጎይኹም ከተውጽኡ ዘይከኣል ከጋጥም ስለ ዝኽእል። ሱፐር ማርኬትን ከምኡ እውን ኤሌክትሪክሲቲን ማይን ድኾነ ቴክኒካሊ ፀገም ከጋጥም ስለዝኽእል ሓበሬታ ሂቦም ኣለው። ኣብቲ ናይ ሲኤንኤን ሴንትራል ባንክ ኤሮፓን ኣብኡ ከድኩም ኣብ ጉግል ዋላ ቸክ ክትገብርዎ ትኽእሉ ኢኹም። ናብ የዕሩኽትኹምን ፈተውትኹን ብፍላይ ኣብ ኤሮጳ ዝርከቡ ሸር በልዎ። ናብ ኩሎም ኣሕዋትና ዘይፈለጡ ንክበጽሕ ሸር ንበሎ። እሾሖ እዛ ቪድዮ ከም ዝረእኹማ ኢኹም ማለት ንኹላህና ትምልከት መሲልኒ ንኣፍሪካ ዘለና ንኣሜሪካ ዘለና ገለ ዝምልከት መሲል ነይሩ ግን ኣይኾነን ንኣውሮፓ ዘለኹም እዩ ዝነገር እስቲ ንኣውሮፓ ዘለኹም ኣሕዋትና እዛ ቪድዮ እዚኣ ንኣኦም ከም ትበፅሕ ጎሩ ኣብኡ ዘለኹም ትሪእና ተሃሊኹም ድማ ከምዚ ትበሃልዎ ኣለኹም ጎሩ እሺ ኣሕዋት ኣብዚ ድማ ተሪና ኣሎ ጥዑይ ሰብ ናፊቐ
ከምዚ ከማይ ጥዑይ ሰብ ዝናፈቅ ኣሎ ዶ? ሁዱእ ለባም ፍርሃት እግዛብሄር ዘለዎ መስተውዓሊ ካብ ክዛረብ ክሰምዕ ዝመርጽ ጥዑይ ሰብ ናፊቀ ኣብዚ ሎሚ እዋን ድዛረብ እምበር ድሰሚዕ የለን ድጸርፍ እምበር ዝርዳእ የለን ዝፍክር እምበር ዝገብር ዘየለ እረ ጥዑይ ሰብ ናፊቀ። ዕዉር ንዕዉር ኣይመርሖን እዩ ጽሉል ንጽሉል ከኣ ኣይመርሖን እዩ ተታሒዝካ ናብ ገደል ምእታው እዩ እረ ህድእ ደይንብል እዚ ግዜ ናበይ እዩ ዘሎ እዚ ንፋስ ናበይ ይኸይድ ኣሎ ምስትውዓል የገድስ እዩ ኩሉ ሰብ ክጽለል ጥራይ ኢኻ ትርኢ ኣብ ዘይጠቕሞ ግዜኡ ክሕልፎ ኢኻ ትርኢ ሽሖት ኣውዝማት ኣይሉና ኣሎ ሕሙማት ይመስሉ ዋይ እሺ
ንዓይ ጥራሕ ድዩ ወላ ንኩሉ እዩሲ ኣይ ቲንግ ኣነ እንድየ ኣክቲቭ ቀልጢፈ ነገራት ከምስኦ ኢለ ቀጭቀጭቀጭ ዘብሎ እዚ እዞም ጸዓዱሲ ናይ ክልተ ቅርሺ ቲሸርት ናይ ክልተ ቅርሺ ስረ ናይ ክልተ ቅርሺ ጫማ ጌሮምስ ዝንጥ ይብሉ በቃ ስኢሎም ማራ ኬፍ ኣለዎም በቃ ናብዞም ንሕና ዘወር ክትብል ከለኻ ከዓ ናይ ሰለስተ ሚእቲ ጫማ ናይ ሰለስተ ሚእቲ ስረ ናይ ሰለስተ ሚእቲ ዶላር ጃኬት ገለ ሕንጃምንጂ ክሳዕ ቆለኛታት ይመስሉ ምልእ ኣቢሎሞ ክትሪኦም ስቕ ኢሎም ይሕረቕ የብሉኻ በቃ ስኢሎም ወላ ዘይዝንጡ እዚ ኩሉ የሽሓት ተጀንጂሮም ዘይዝንጡ ኣንታ ግደፍዎ እንዶ በጃኹም ሓበሻ ጥራሕ እኳ እዩ ናይ ክባር ዘጽብቆ ዝመስል እምበር ክንደይ እኳ ኣሎ ናይ ርካሽ ገዚእኻ እኮ ዝንጥ ምባል እውን እኮ ይከኣል እኳ እዩ ናይ ምርጫ ጉዳይ እምበር ሸዋ እዚ ቪድዮ ከምዚ ደኹም ኢኹም ዝሓፍተይ ይቀኒልና ብጣዕሚ ይቀኒልና ከምዚ ኢላ ንሓበሻ ክፃረፍ ከለካ ክፃረፍ ከላ ባይዚ ወይ ሰብኣያ ከገለግስሉ ትኽእሉ ኢኹም ፈረንጂ ሰብኣያ ኣሕዋት ንዑ እያ ከምስብላ ካብኡ ግን ሕደጊ እንጀራ ብዙሓት ሰባት ኣይትዕፀው እሺ ኣሕዋት ዝተወሳኢሉና ኣሎ ዕድመይ ብግምት ዝፈለጠ ወይ ድማ ዝፈለጠት ሽልማት 50 ዶላር እሺ ኣሕዋት እዛ ነገር እዚኣ ቀሊል ጉዳይ ኣይኮነን 50 ዶላር እስቲ እንደ ይመስል ዝሓወና ዕድሙ ጭሕሚ ኣለዎ መነፀር ምጥቃም ጀሚሩ እሺ ብዙሕ ምልክታት ኣሎ እዩ ግን እንደይመስል በይዛኸም ኣብ ኮመን ፀሓፉ ንማቐለን ኢና ችግር የብሉን ብፍቕር ንባ ናይ ምንታይ ደፋራት ህዝቢ ኢኹም ንስኹም ናይ ምንታይ ደፋራት ኢኹም ንሓንቲ ስቕ ኢላ ትስዕስዕሲ ስሳ ሽሕ ኣብፂኹማ ሳዕሲዓ ጥራይ እኳ ሳዕሲዓ ንሕና ኸ ኣብዚ ክንፅሕፍ ሓሳብ ሰንበት እንታይ ሓሳብ ክዛረብ እየ ሶኒ ስሳ ሽሕ ስቕ ኢለ እኳ ሳዕሲዓ ብዘይካ ሳዕስዒት ካልእ ትፈልጥዎ ኣለኩም ድዩ? ዘረባ ተላ ይጽላኣኒ ኮሜደዋን ኣብዚ ሕጂ ግዜ ብመልሓሳ እያ ትብለ ደላ እዚኦም ሞቲቨሽናል ኢሎም ኣብ ዩቱብ ዝርግሑ መልሓስ ስለዚ ናትና ዘረባ ኣብዚ ቱት ክንብል ኣይኮናን ፈቲና ኣይኮናን ቡና እንዳሰተና

ጅንጅብል በዝሕ ድበላ ጥዕም ጅንጅብል ዘላታ ብደይ ጅንጅብል ሰትዩ ንጥዕናኹም ቡና ሕማቕ እዩ ሕጂ ግን እንታይ ክብደልየ ኣነ እንተተዛሪበ ስፒክ እስኹም እንታይ ስራሕኹም ፎሎ በቃ ያ I speak, you follow. I speak, You follow that's it ዝያዳ መልእኽቲ። ኣሕዋት ናይዛ ሓፍትና ዘረባ ምስ ሰምዓኹሞ ኢኹም ሓቂ ኣነ ውን ተስማዕሚዐሉ እየ ማለት ኣብዚ ኣይትጽሕፈልኩም እንታይ ድያ መሲልኩም ኣይ ስፒክ ዩ ሳብስክራይብ ኣይ ስፒክ ዩ ሳብስክራይብ ሽዶ ብምቕጻል ትዘውለተ ነገር ሓቃይ ማለት ሓደ ብጣዕሚ ዘምህር ጥዑይ ነገር ሒዙ ዝመጽእ ገለመለ ኣብቲ ቲክቶክ ገለ ፎሎ ይግበር ምዝሑ ርኢኻ ኣሕልፍ ኢኻ ተብሎ ሓንቲ ስዕስዕ ተመጽያ ወይ ንእሽ ቐልዕ ኢላ ገለገለ ተመጽያ ግን እሺ ኣሕዋት እስካብ ዝምቕጻል ድማ ናብዚ ማሕበራዊ ሚድያ ሓደሽን መዘራረብትን ዘለዎ ነገራት ክወስደኩም እስኪ ብዝፍለዩ ንጀምር። ኩሉ ግዜ ልበይ ዝመልኣለይ ብእምነተይ። ኣብ ከቢድ ወልፊ ኣትየ ኣለኹ ኣነ ሃይማኖተይ ምሳይ የለን ኣብዚ ሰዓት እዚ ኣነ ዜሮ እየ እምነተይ ምሳይ ኣብ ዘየለወሉ እዋን ማለት እዩ ኣነ ሓጎስ እንድሕር ዘይብለይ ኮይኑ ንዓኻ ሓጎስ ዝበካ ኣለኹ እንድሕር ዝብል ኮይኑ ሓሳዊ እዩ እዚ ሓሶት እዩ ልክዕ መስዋእቲ ክትከውን ትኽእል ኢኻ ንገለገለ ሰባት ፋሚሊን ናይ ቀረባ ሰብ ፈቃር ኮንካ መስዋእቲ ክትከውን ትኽእል ኢኻ መጀመርያ ግን ንነብስኻ ኢኻ ክትከውን ዘለካ ከመይ መሲልካ ከረዳእካ ገለገለ ሰብ ኣሎ ጠሚስ ሰብ ዘብላ እዚ ግን ሕጉስ እዩ ብውሽጡ ተርዲካን በታ ዝብራ ዘሎ ይሕጎስ ስለ ዘሎ እምበር ሕጉስ ተመሲሉ ይኮነ ሰብ ዘብላ ኣብ ዓለም ብዛዕባ ዝሃብካዮን ዝገበርካዮን ነገራት እንተ ትዛረብ ኮንካ ኣብ መጽሓፍ ቅዱስ ሲ እታ ድኻ መበለት ክልተ ሳንቲም ኣብ ሞባእ ክተወድቕ ምስ ረኣያ ጎይታስ ካብዚ ንላዕሊ ክትህብ ኣይትኽእልን ዲኺ ኮንኪ ምስ በልዋ እቶም ኣሕዛብ እንታይ ኢልዎም ልዕሊ እቲ ኩሉ ሰብሲ ንሳ እያ ሂባ ተርዲካኒ ክንደይ ኣሎ ንኽረኣየሉ ኩሉ ዘለዎ ዝነግር ግን ተረፍ ጽጋቡ እዩ ተርዲካኒ ተረፍ ጽጋብካ ክትህብ ከለኻ ኢኻ ትምካሕ ኣብ ምውሃብ እንድሕር ትምክሕቲ መጺ ምውሃብ ኣይኮነን እዚ ንዓራ እየኒ ኣደ ከም ምሳሌ ነምጽእ ኣደስ ኣብነት ንግበራ ኣደ ኩሉ ግዜ ጠሚያ ደቃ ተብላዕ ንብል ተረዲካኒ እዛ ኣደ እዚኣ እኮ ጠሚያ ደቃ ክተብልዕ ከላ ክትጠሚ ስለ ዝደለየት ወይ ስለ ዝመረጸት ኣይኮነት ልዕልታሳ ብጎረራኣ ትወርድ ነገርሲ ወዳ ክበልዓ ከሎ ሓጎስ ስለ ዝፈጥረላ እዩ ከይተሓጎሰት ግን ኣይኮነትን ንዕኡ ተብልዖ ተረዲካ ፍሽኽታ ናይቲ የእምሮ ዘይብሉ ኣብ ኣተሓሳስባ ደረጃ ዘይበፅሐ ህፃንሲ ንዓኣስ ዕግበት እዩ ትግራይ ክትፀርፊ ትውዕልስ በየነዲኺ መለክዒኺ እስቲ ብስብስ ጨናዊት ብምንታይ ትሽፍንዮ ሕጂ ዝተወቂጥክዮ ዘለኺ መልሲ

ናይ ርግቢት ወይ ናይ ሊላ ናይ ሊላ ክብግት ገብ ሸፍን እዮ መዓረይ። እሺ ኣሕዋት ባይ ዘ ወይ ሞኒካ ሓቃ እያ ብፍላይ ድማ ሓደ ሓደ ወዳት ኣዋልድ ወይ ገለ ትውቀጡ ገና ፍቅሪ ገለ ጅምር ተቢልኩምስ ኣፍታ ኣላ ዝኾነት ውዒቲ ግዜ ኣላ ዝኾነት ዓውዓው ነገር ታይም ኣብኣስ ትውቀጡ ገለ ኣብዚ ሙሉእ ኢድኹም ገለ እንታይ ዝፍጠር ንቐፃሊ ሲ እንታይ ከም ዝኾን ዘይትፈልጡ ስትውቀጡ እዚኣ ትምህርቲ ትኾነኩም እያ ሕደጉ ኣየድሊ እሺ ኣሕዋት ኣብዚ ማቴሪያልና ኣሎ ሕቡሸይ ምስ ካሊእ ሕብረተሰብ ሕውሳት ንኹን እሺ ሰላም ሰላም ይሕዋት ሰናይ ደይ ከመይ ትኾኑ ሎማዓንቲ ክብለኩም ደለ ዘለኹ ይሕዋት ብፍላይ ኣብ ካምፓላ ዘለና ስራሕ ንጎ ካብ ገዛ ተበጊሰ መቸም ኣብ ከተማ እየ ዝሰርሕ ታክሲ እየ ዝገብር መጓዓዝያ ኩሉ ሻዕ ኣብዛ ታክሲ እዚኣ ኣጋጣሚ ሎሚ መዓንቲ እንዳዕለልኩ እንከለኹ ምስታ ጓል ጥቓይ ደላ ኤረትራዊ ምኻነይ ምስ ነገርኩዋ ኣዝያ ተገሪማ ወላ ኣብቲ ከባቢ ዘለዉ ግልጽ ኢሎም ጠሚቶምኒ ደቂ ካልእ ዜጋ ግዲ ተጸቢዮምኒ ጸኒሖም ኤረትራዊ ምስ በልኩዎምሲ ኤረትራዊ እንዳ ካብ መዓስ ታክሲ ትስቀሉ ካብ መዓስ ክምሳና ሕብር ኢልኩም ትኸዱ ኢላስ ተገሪሞም ይሓቱኒ ኔሮም ሓቆም እዮም ከኣኒ ዓመት ሙሉእ ተማላሊሰ በዛ ታክሲ እዚኣ ሓንቲ መዓልቲ ኤረትራዊ ወይ ከኣ ኤረትራዊት ኣጋጢማትኒ ኣይትፈልጥን እያ ኤኒወይ ቅድሚ ሰሙን ኣቢሉ ከኣ ንግሆ ትስ ኢለ መቸም ዘይቲ ነበረንን ቁርሲ ክገብር ምስ በልኩ ዘይቲ ምስ ሰኣንኩ ኣብቲ ደገ ወጽ ኢለ ሰለስተ ድኳን ናይ ኤርትራውያን ኣለዋ ሓንቲ ከኣ ናይ ደቂ ዓዲ ማለት እዩ ካብታ ደቂ ዓዲ ብሓሙሽተ ሚእቲ ሳንቲም ዘይቲ ክንዲ ኩባያ ድኾን ሂባትኒ ኣዝዩ ርኢኹ ብዙሕ እዩ ቀሊል ኣይኮን ብሓሙሽተ ሚእቲ ሳንቲም ተገሪማ ንሳውን እንዳ ሰሓቐት ሂባትኒ ኤርትራውያን ደኣ መን ኸማዓስ ብሳናቲም ትገዝኡ ናትኩምስ ኩቡሪኖ ብሊትሮ ገለመለ እዩ ዝሽየጥ ኢላ መቸም ፍሽኽ እናበለት ሂባትኒ ኦኬ ኢልያ መቸም ገዛ መጽያ ተሓሳሲባትኒ ብጣዕሚ እዚ ስለምንታይ ሕጂ ኤርትራውያንሲ ስለምንታይ ንሕናስ ፍሉያት ሕብረተሰብ ንኸውን ወይ ከ ሕውሳት ዘይንኾነሉ ምኽንያትስ እንታይ እዩ ትዕቢት ድዩ ኣይ ዶንት ኖው ሪሊ ኣብነት ንኺድ እዞም ደቂ ዓዲ ጀምሲ ህድኣት ኣለዎም ጥዑማት እዮም ንኺድ ኣብቲ እንዳ ሻሂ ናቶም ንብላዓሎም ትሶም ዝደልዩ ኣብቲ ናትና ቤት ምግቢ ኣብቲ ድኳን ድዩ ንሓዘሎም በቲ ንሶም ዝደልይዎ በቐራሽ ብሰና ስለዝስ ንተሓዋወስ ፍቅሪ ናትና ባህሊ ንንገሮም ንፈልጥ ባህሎም ከኣ ንፈልጥ ክብርኻ ነጥሪ መንጎ ማለት እየ ኣብነት ሕጅስ በቃ ቋንቋ እውን ብትምህርቲ ከድካ ጥረ እንኳን ትመሃር ብዘረባ ብዝርርብ ምሶም ክንተሓወስ እንኮና ቋንቋ እንግሊሽ ክነማዕብል ንኽእል ኢና ብዙሓት ኣሕዋትና ኣለዉ ብስን ቋንቋ እንግሊሽ ክራደዱ ይክእሉ እዚ ከኣ ፍልይ ስለ ዘብለና እዩ ስለዝስ ንተሓወስ ብፍላይ ምስዞም ደቂ ዓዲ ሰምሲ ንተሓወስ። እሺ ኣሕዋት ዝሓውና ተዛሮ ነገረ ምስ ሰማዕኩሞ ኢኩም ሓቁ እዩ ብፍላይ ድማ ካብ ዓድካ ወጺካ ዝኮነ ዓዲ ምንባር ተጀሚርካ ሲ ምስቲ ኣብኡ ዝነብር ዘሎ ህዝቢ ተመሳሲልካ ክትነብር እዩ ዘለካ እምበር ፈሊልካ ምንባር ደስ ኣይብልን ናተመሳሰልካ ንዖም ናተላመድካ ንዖም ምንሲልካ ምንባር እዩ ጽቡቁ እዩ ሰውሳይ ሉና ኣሎ ሃፍታም ድዩ ሰብኣይኪ። ኣብ ዝኾነ ሞያ ኣትየ ዝሰርሕ ደለኹ ሰብ ገለ ስለ ዝኾንኩ ነቲ ሞያይ ዘይዕንቅፈኒ ዝድግፈኒ እቲ ዝጎደለኒ ነገር ዝምልኣለይ ብባህሪ ከዓ ምቾት ዝበኒ ምቾት ናይ ሴን ሰላም ኣነ ሰላም ኩሉ ሰብ ሰላም ይደሊ እዩ ግን ሰላም ዝበካ ኣብ መነባብሮ ከዓ ቀሊል ኣይኮነ ሓዳር ከዓ ቀሊል ኣይኮነ ሓዳር ሲ ትካል እዩ ኢለ እየ ዝብሎ ኣነ ዝብሎ ዝምስሎ ማለት ተኽሊ እውን እዩ ከዓ ከምዚ ኮስኪስካ ሓብሒብካ ብዙሕ ዋጋ ከፊልካ ገለ መለታትስ ዓብዪ ግዛዕ ትገብሮ ዓብዪ ትካል ኢኻ ትገብሮ ዜጋታት ተፍርየሉ እዩ ስለዚስ ማለት ጥጡሕ ክኾነልካ ዘይቆራረፅ ክኾነልካ ዘይሓርር ክኾነልካ ኢኻ ትምነ ሕጂ ከምኡ ተኾይኑ ምስ ተሓሳስባኻ ዝርዳኣልካ ትርድኦ ዘኽብረካ ተኽብሮ ሰብ ገለ ክኾነልካ ኢኻ ትብህ ግና ኣጋጣሚ ዕድለይ ገይርለይ ከምኡ ዓይነት ሰብየ ተመርዐ ክብል ተሓፅየ ተመርዐየ

እንድሓር ከምኡ ግን መሲልዎም መስለንስ ኣይ ዓብዪ ሰብ ተመርዐ ከምዚ በራሕ ወዲ ተመርዐዋ እንታይ ምልከተኩም ማለት ሰብሲ ብፍላይ ከዓ ተመርዐ ምስ በለካስ ክምርዐ ክብለ ተልካዮ ከመይ ዝበለ ተልካ ከምዚ ተልካ ኣማራፂ ገለ ተቕርብ ኣማኽር ከይተባህለ ወሲንካ ወዲእኻ ኣቲኻ ገለ ናብራኻ እንዳገበርካስ መፂኡ ከምኡ ክበሃል ከሎ ነውሪ እዩ ነውርን ንቡርን ደኣ ኣይንፈልን ዲና ገለ ትብል ኢኻ። ገለስ ድሕሪኡስ ሰብሲ ኣብ ደስ መርዕኡ ይብል እዩ። እወ ኣብ መርዕኡ ኣብ ሕጽኡ ገለስ ክሕጉ ይሕጎስ ስለ ዘሎስ ንሓጎስ ተኻፋሊ ጥራሕ ኢኻ ክትኮን ዘለካ ክትርብሽ የብልካን። ኤርትራውያን ዘለኒ ሻቕሎት ግን ብሓባር ኮይንና ፍታሕ ንምሕታትን ከመሓላልፎ ዝደለኹ መልእኽቲ ስለ ዘለኒ እዩ። ኣብ ወርሒ ዓሰርተ ክልተ ኣብ ታሕሳስ ማለት እዩ ኤርትራውያን ብዘይ ድልየቶም ካብ ኢትዮጵያ ተሰጊጎም ንኤርትራ ኣትዮም ማለት እዩ። ንኽልቲኡ መንግስቲ ዝኾነ ናይ ደቂ ሰባት ምቅይያር ዝኾነ ሓበሬታ ኣይወፀን። ወለዲ ግን ቤተሰብ ደቆም ኤርትራ ከም ዝኣተዉ ኣረጋጊፆም ማለት እዩ። ስለዚ እቶም ኣብ ወርሒ ዓሰርተ ክልተ ዝኣተዉ ኤርትራውያን ክሳብ ሕጂ ኣብ ዓሰብ ተኣሲሮም ይሳቐዩ ኣለዉ። ዝኾነ ሰብ እውን ክበፅሖም ኣይክእልን። እቲ ዘለዎ እስርቤት እውን ኣዝዩ ሕማቕን ብሕማም ቆርበት ተለኺፎም ከም ዘለዉን ናይ ብሓቂ ሓገዝ ዝሓቱ ከም ዘለዉን ሓበሬታ መጺኡና ኣሎ። ብድሕሪኡ'ውን ዕለት ዕስራን ሽዱሽተን ወርሒ ኣርባዕተ ማለት እዩ ኤርትራውያን ብዘይ ድሌቶም ካብ ኢትዮጵያ ተሰጒጎም ኣብቲ ግዜ'ቲ'ውን መንግስቲ ኢትዮጵያ ይኹን መንግስቲ ኤርትራ ዝኾነ ዝወጸ ንጹር ሓበሬታ የለን ብዛዕባቶም ሰባት ማለት እዩ። እንተኾነ ግን ክሳብ እዛ ሰዓት እዚኣ እንትርፎ ኣብቲ ዶብ ንሰግር ኣለና ኢሎም መጀመርያ ቴለፎናት ብናይ ኢትዮጵያ መስመር እናተጠቐሙ ከለዉ ዝሓበርዎ መልእኽቲ ክሳብ ሕጂ ኣበይ ከም ዘለዉ ዝፍለጥ የለን። ወላ ሓደ ዝፈልጥ የለን። ስለዚ ኤርትራውያን ኣሕዋተይ እዚ መንእሰይ ይሳቐሉ ከም ዝብለኩም ዘለኹ እቶም ኣብ ወርሒ ዓሰርተ ክልተ ዝተኣሰሩ ኣብ ሕማቕ ኩነታት ከም ዘለዉ እዩ እቲ ጭራ ናይ ሓበሬታ ወጺኡ ዘሎ ማለት እዩ። እዚኣቶም እውን ኣበይ ከም ዘለዉ ኣይፍለጥን። ስለዚ ሓደራ እዚ ሰብ እዚ መንእሰይ ይብደል ኣሎ ይሳቐ ኣሎ ዘዝተወልደ ብዞም ውሑዳት ክሳቐ ክጭቆን ሱቕ ኢልና ኣይንተዓዘብ። እሺ ኣሕዋትና ለማዓት ቪድዮና ነዚ ይመስል ነይሩ ክሳብ ሕዚ ርኹም ሳት ተሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቐጻሊ ብኻሊ ቪድዮ ክሳብ ንራኸብ በብዘለኹሞ ሰላም ኹንለይ ይመችኹም